ረድዮ ኣዳል ናይቶም ድምጾም ንኸየስምዑ ብስርዓት ህግደፍ ተዓቢሶም ዝርከቡ ዜጋታትና ድምጺ እዩ። ረድዮና ወትሩ ረቡዕን ቀዳምን ካብ ሰዓት ሽዱሽተ ክሳብ ሰዓት ሸውዓተ ናይ ምሸት ብኣቆጻጽራ ኣስመራ ኣብ ሓጺር ማዕበል ዓሰርተ ሓደ ሽሕን ሽዱሽተ ሚእትን ሰብዓን ኪሎሃርዝ ወይ እውን ዕስራን ሓሙሽተን ሜተር ባንድ ብክልቲኡ ቋንቋታት ዓረበኛን ትግርኛን ብቐጥታ ናብ ኤርትራን ከባቢኣን ዝቃላሕ ፈነወ እዩ። ፈነወ ሬድዮና ክትከታተሉን ከተስርሑን ዓብዪ ተስፋ ኣለና። ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ። ድምፂ ኤሪትራውያን ናይ መሰል ስምዕታ ባይላ ትርከቦ ብድበስ ብሩፍታ
ናይ ርሳ ርብቃ ኣስጊራቶ ቃታ። ክቡራትን ክብራንን ሰማዕትና ከመይ ትቅንዩ ድሕሪ ዕዙዝ ሰላምታ ናይ ሎሚ ረቡዕ ዕለት ዓሰርተ ክልተ ሚያዝያ ክልተ ሽሕን ዓሰርተ ሸውዓተን መደባትና ንጅምር ብመጀመርያ ከምቲ ልሙድ ብሃገራዊ ዜና ክንጅምር ኢና ብምቅጻል ካብ ኣባል ሬድዮ ኣዳል ገዛኢ ኪዳነ ሓንቲ ግጥሚ ከነቅርበልኩም ኢና ኣስዒብና መደረ ፕሮፈሶር ተስፋጽየን መድሃንየ ሻውዓይ ክፋሉ ሒዝናልኩም ክንቀርብ ኢና መደባትና ብሃገራዊ ዜማታት ዝተሰነየ ክከውን እዩ ምስ መደባትና ሰናይ ምክትታል ንምነየልኩም እዚ ሬድዮ ኣዳልዩ።
ኩቡራትን ኩቡራንን ሰማዕትና ካብ ሬድዮ ኣዳል ልሙቕ ሰላምታና ይብጻሕኩም። ቀጺልና ንሎሚ ረቡዕ ዕለት ዓሰርተ ክልተ ሚያዝያ ክልተ ሽሕን ዓሰርተ ሸውዓተን ዘዳለናዮ ዜና ነቕርበልኩም። ኣቐዲምና ብኣርእስቲ ዜና ንጅምር። ስርዓት ህግደፍ መንበሪ ኣባይቲ ህዝቢ ኣብ ከተማ ሓጋት ገበና ኣብ ዝተባህለ ሰፈር ከም ዘፍረሰ ማዕከናት ዜና ሓቢሮም። መንግስቲ ኣሜሪካ ኣብ ልዕሊ ስርዓት ህግደፍ ተበይኑ ዘሎ ኣህጉራዊ እገዳ ንሳልሳይ ዓመት ከም ዝቕጽል ገይራ ምህላዋ ተፈሊጡ። ሃብቲ ዓሳ ኤርትራ ብወጻእተኛታት ይምዝመዝ ምህላዉ ተሓቢሩ። ኩቡራት ሰማዕትና ካብ ኣርእስቲ ዜና ናብ ዝርዝራቱ ነሰጋግረኩም እዚ ሬድዮ ኣዳል እዩ። ሓጋዝ ስርዓት ህግደፍ ብዕለት ዓሰርተ ሚያዝያ ክልተ ሽሕን ዓሰርተ ሸውዓተን መንበሪ ኣባይቲ ህዝቢ ኣብ ከተማ ሓጋዝ ኣብ ገበና ዝተባህለ ሰፈር ከም ዘፍረሱ ማዕከናት ዜና ሓቢሮም። ተቐማጦ ገበና ቦቶኦም እንተዘይለቒቖም መንግስቲ ህግደፍ እቲ ገዛውቲ ኣብ ርእሲኦም ከፍርሶ ድሉው ምኻኑ ኣምና ሓሽ ዝተባህለት ሓላፊት ህግደፍ ንህዝቢ ተሪር መጠንቀቕታ ከምዘስመዐት እቲ ዜና ገሊጹ። ስርዓት ህግደፍ ኣባይቲ ንምፍራስ ከም ምኽንያት ኢሉ ዘቕርቦ እቶም ኣባይቲ ንኽትነብረሎም ምቹኣት ስለዘይኮኑ ንጥቕሚ ነባሮ ነይቲ ቦታ ዝውዕል ሕርሻዊ ስራሓት ክንገብር ኢና ዝብል ምኻኑ ተፈሊጡ። እቲ ሓቂ ግን ንሱ ከም ዘይኮነ፣ ንነባሮ ሓጋዝ ካብ ቦትኦም ኣግዒዝካ ደሞግራፊክያዊ ምቅይያራት ንምፍጣር ካብ ካልእ ዞናታት ሰባት ብምምጻእ ኣብኡ ንምስፋር ዝዓለመ እዩ ክብል ሓደ ካብ ሓለፍቲ ተቓውሞ ሓይልታት ገሊጹ። ምልካዊ ስርዓት ህግደፍ ኣብ ውሽጢ ሕብረተሰብ ኤርትራ ቅልውላው ንምፍጣር ናይ ሰፈራ መደብ ናተይ ኢሉ ካብ ነዊሕ እዋን ተተሓሒዝዎ ዘሎ መደብ ምዃኑ እቲ ሓላፊ ኣጋሊጹ። ተቐማጦ ሓጋዝ እቲ ናይ ኣባይቲ ምፍራስ መደብ ደው ክብልን ክሳብ ቀውዒ ዝውዳእ ዕድል ክወሃቦምን ወይ እውን ኣብ ሰሜናዊ ዞና ነይታ ከተማ ኣባይቲ ክሰርሑ ፍቓድ ክወሃቦም ሓቲቶም ከብቅዑ ጸማም እዝኒ ከምዝተዋህቦም መርበብ ሓበሬታ ፈረጀት ሓቢሩ። ስርዓት ህግደፍ፣ ኣብ መጀመርታ ናይ ዝሓለፈ ዓመት ኣብ ዝተፈላለየ ዞናታት ኤርትራ ተመሳሳሊ ናይ መንበሪ ኣባይቲ ምፍራስ ስጉምትታት ወሲዱ ምንባሩ ብፍላይ ከኣ ኣብ ከተማ ዓዲቐይሕ ክሳብ ህይወት ናይቶም ውሳነ ህግደፍ ዝተቓወሙ ዜጋታት ዝተቐዝፍሉ ተረኽቦታት ከም ዝተፈጸመን ዝዝከር እዩ። ስርዓት ህግደፍ ኣብ ከተማ ዓዲቐይሕን ካልኦት ቦታታትን ዝጀመሮ ምፍራስ ኣባይቲ፣ ሎሚ እውን ኣብ ከተማ ሓጋዝ ዝገብሮ ዘሎ ተመሳሳሊ ግፍዐኛ ስራሓት ህዝቢ እንተዘይመኪትዎ ክቕጽሎ ምዃኑ ብምርግጋጽ፣ ህዝቢ ክለዓዓል ሓደ ካብ ሓለፍቲ ዜናን ሓበሬታን ተቓወምቲ ሓይልታት ጻውዒት ኣቕሪቡ። ኣሜሪካ፣ መንግስቲ ኣሜሪካ ኣብ ልዕሊ ስርዓት ህግደፍ ተበይኑ ዘሎ ኣህጉራዊ እገዳ ከምዘሐደሰቶ ተፈሊጡ። ኤርትራ፣ ውሳነ እገዳ ብምጥሓስ ካብ ሰሜን ኮርያ ወተሃደራዊ መራኽቢ ኣጽዋር ከምዝሸመተት ጸብጻብ ሕቡራት ሃገራት ኣረጋጊጹ። ኤርትራ ንሳልሳይ ዓመት ኣብ ናይ እገዳ ሊስታ ክትህሉ ከምዝተገብረ፣ መንግስቲ ኣሜሪካ ኣጽዋርን ካልእ ቀመማትን ንኢራንን ሰሜን ኮርያን ሶርያን ከምኡ'ውን ምስኣተን ዝምድና ዘለወን መሻርኽቲ ብቐጥታ ይኹን ብተዘዋዋሪ መንገዲ ንኸይትሸይጥ ውሳኔኣ ኣሐዲሳ ምህላዋ ኣወሃሃዲ ሽማግለ ሕቡራት ሃገራት ብጉዳይ ምክትታል ኣብ ልዕሊ ሰሜን ኮርያ ተበይኑ ዘሎ እገዳ ኣቶ ሄግ ግሬቭስ ገሊጹ። ስርዓት ህግደፍ ኣብ ዝሓለፈ ወርሒ ሰነ ክልተ ሽሕን ዓሰርተ ሽዱሽተን ኣብ ኣርብዓን ሓሙሽተን ሳጹን ዝተዓሸገ መራኸቢ ሬድዮን ካልእ ብኮድ ዝተዓጽወ ወተሃደራዊ መሳርሒታትን ማይክሮፎናትን ምስኡ ዝተታሕዘ ምዕቡል ናውትን ከም ዝገዝአትን ኣብ መንገዲ ከሎ ከም ዝተታሕዘን ጸብጻብ ሽማግለ ሕቡራት ሃገራት ገሊጹ። እዚ ኣቑሑት እዚ ብግሎኮም ዝተባህለ ናይ ሰሜን ኮርያ ኩባንያ ከም ዝተሸጠ እቲ ጸብጻብ ብተወሳኺ ሓቢሩ። ኩባንያ ግሎኮም ንሽፋን እኳ ስም ናይ ማላይዥያ እንተ ተጠቀመት፣ ናይ ሰሜን ኮርያ ኩባንያ ምዃና ተረጋጊጹ ምህላዉ እቲ ጸብጻብ ኣሚቱ። ቀይሕ ባሕሪ፣ ሃብቲ ዓሳ ኤርትራ ብወጻእተኛታት ይምዝመዝ ምህላዉ ተፈሊጡ። ኣብ ከባቢ ቀይሕ ባሕሪ ብዝርከባ ሃገራት ከምኒ የመንን ምስርን ኣብ ማያተን ዘሎ ዓሳታት ከይኣኽለን ኣብ ማያት ኤርትራ ብምእታው ሕጊ ዘየፍቅዶ ኣጋባብ ምግፋፍ ዓሳ ብምጥቃም ብዝተራቃቀን ካብ ቁጽጽር ወጻኢ ብዝኾነን ኣጋባብን ናውትን ለይቲ ምስ መዓልቲ ገደብ ዘይብሉ ምግፋፍ ዓሳታት ኣብ ገማግም ኤርትራ የካይዳ ምህላወን ቤት ጽሕፈት ዜናን ባህልን ግንባር ሃገራዊ ድሕነት ኤርትራ ካብ ውሽጢ ሃገር ዝመጸ ጸብጻብ ኣቃሊሑ። ሕጋዊ ምግፋፍ ዓሳ ኣብ ግምት ዘይወሰደን ዓሳታት ዝፈርዩሉን ዝዓብይሉን ግዜ ፈጺሙ ዘየገድሶን ወፍሪ ዓበይቲ ኩባንያታት ምስሪ ንሃብቲ ባሕሪ ኤርትራ ዘዕኑ ኣገባብ ጥራሕ ዘይኮነስ ኣብ ፍጹም ምጽናት ዘብጽሕ ኣገባብ ይኽተል ምህላዉ ኣብዚ መዳይ'ዚ ዓሚቕ ፍልጠትን ተመክሮን ዘለዎም ኤርትራውያን ኣጠንቂቖም ክብል እቲ ዜና ሓቢሩ። ኣብ መንጎ ስርዓት ህግደፍን እዞም ናይ ወጻኢ ኩባንያታትን ብዝተበጽሐ ስምምዕ መሰረት፣ ካብ ዝድልብዎ መኽሰብ ስሳ ሚእታዊ ንስርዓት ህግደፍ ክወሃብ፣ ዝተረፈ ኣርብዓ ሚእታዊ ከኣ ነተን ኩባንያታት ክተርፍ እዩ። ናይ ደገ ባጤራ ዘምጽእ ክሳብ ዝኾነ ከኣ ሃብቲ ሃገርና ዋላ ይዘመት ንገባቲ ጉጅለ ህግደፍ ፈጺሙ ቅጭጭ ከምዘይብሎ ኣብ ዝሓለፈ መድረኻት ብዘየማትእ ክረጋገጽ ክኢሉ እዩ። ኤርትራውያን ገፈፍቲ ዓሳ ናብ ኣስገዳድ ዕስክርና ብምውሳዶም ይኹን ወይ ድማ ብሰንኪ'ቲ ብጉጅለ ህግደፍ ኣብ ልዕሊኦም ክካየድ ዝጸንሐን ዘሎን ኩሉ-መዳያዊ ጽቕጥን ግፍዕን ሃገሮም ራሕሪሖም ናብ ዓድማቶም ክስደዱ ተገዲዶም እዮም። ስለዚ ከኣ ጉጅለ ህግደፍ ሃብቲ ሃገር ንበይኑ ምስ ወጻእተኛታት መሻርኽቱ ኮይኑ ክዕንድረሉ ይርከብ ኣሎ። ህይወት ናይቶም ኣብ ገማግም ቀይሕ ባሕሪ ዝነብሩ ኤርትራውያን ንምምሕያሽን ጸጋታት ቀይሕ ባሕሪ ብግቡእ ንኽጥቀሙ ተባሂሉ ዝተወጠነ ፕሮጀክት ንምምዋል ስርዓት ህግደፍ ዕስራን ሓደን ሚልዮን ዶላር ዝኸውን ካብ ልምዓት ባንክ ኣፍሪቃ ተለቂሑ ምንባሩ ዝፍለጥ እዩ። እዚ ፕሮጀክት እዚ ኣብ ገልዓሎን ጢዖን ዕድን ኣድላዪ ትሕተ ቅርጻ ንምህናጽን መኽዘን ዓሳ ንምቛምን ጽሩይ ዝስተ ማይ ከም ዝህሉ ንምግባርን በረድ ዝሰርሓን ዘፍርያን ትካላትን ናውቲ ንምጥራይን ኤለትሪክ ንምዝርጋሕን ከም ውጽኢቱ ከኣ ዓቕሚ ሰብ ክብ ንምባልን ተባሂሉ ዝተሓተ ልቓሕ ምንባሩ ዝተፈልጠ ኮይኑ ጉጅለ ህግደፍ ግን ከም ናይ ወትሩ ባህርያቱ፣ እቲ ገንዘብ ኣብ ኢዱ ምስ ኣተወ፣ ነቲ ተወጢኑ ዝነበረ መደባት ኣብ ግብሪ ክሳብ ሕጂ ከም ዘየውዕል ገይሩዎ ይርከብ። ክቡራትን ክቡራን ሰማዕትና፣ ንሎሚ ዘዳለናዮ ዜና ኣብዚ ይድምደም፣ ምስ ቀጻሊ መደባትና ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ።
ዋዜማ ድሕነት እንበሉ እዳንኩም ጽለው ኣይትዳህለሉ ደቧትና ዕጸዉ ጸረ ህዝቢ ከይመልቁ ሓልዉ ደቂ ህዝቢ ናብ ዓዲ ክኣትዉ ሰላም ንምንጋስ ተዳለዉ። ሰላም እዩ ዘድሊ ንሃገራዊ ድሕነት። ኣብ ዞናና ክንከውን ኣብነት። ሰላም እዩ ዘምጽእ ቅሳነት ናይ ዝሓለፈ ይኣክል ዕሽነት። ስደትና ክኽንበት መከራና ከብቅዕ ነጋሪት ሰላም ይደወል ትመጥቅዕ። ልብና ይንጻህ ሰላምና ከይነቅዕ ሰላም እዩ ናይ ሓድነትና መልክዕ። እቶም መልክዕ ህዝብና ዝደወኑ ባዕሎም ከሰስቲ ባዕሎም ደያኑ ኣብ ሕጊ ይቕረቡ ሕጂ እዋኑ ብሰንኮም እዩ መንእሰይ ተበቲኑ ሕጂ ግን ዶብ ሰጊሮም ከይመልቁ ኣብ ስደት ብማዕዶ ከይስሕቁ ታሪክ ይነገር ናይቶም ዝሓቐቑ ብተንኮል ኣብ ምግዳል ዝወደቑ ካብ ሃገር ከይሰልኩ ተጠንቀቑ። ደጊም ካብ ምብታን ድሒንና ንሰላም ንሓድነት ንሐድሶ ቃልና እዚ እዩ ትጽቢት ናይ ህዝብና ንሓድነት ንሰላም ይኹን ትባህግና ዋዜማ ድሕነት ዋዜማ ሰላም እንትርፎ ብርሃን የለን ጸላም ምልኪ ይጓሓፍ ህግደፍ ጠላም ኣብቅዒ እዩ ተንኮላት ምሕላም ሰላምን ቅሳነትን ንህዝብና

ክብራን ሰማዕትና እዚ መደብ መደረን ኣስተምህሮን ብ1999 ዓ ም ብፕሮፌሶር መድሃኔ ተስፋጽየን ዝተዋህበ መደረ ኮይኑ ስጋብ ኣብዚ እዋን ምስ ዘሎ ኩነታት ኣጸቢቑ ስለ ዝገልጽ ኣብ ዓሰርተ ክፋላት ከነቕርብልኩም ኢና እዚ መደረ እዚ ብዛዕባ ባህርያት ስርዓት ኤርትራ፣ ኩነታት ውግእ ኤርትራ ምስ ጎረባብታ ሃገራት ብሓፈሻ፣ ኩነታት ውግእ ምስ ኢትዮጵያ ብሰፊሑ ወዘተ ዘጠቓለለ ኮይኑ፣ ኣብ መጨረሻ ሃገራውነት ብምግላጽ መንዩ ሃገራዊ ዘብርህ ኣስተምህሮ ዘጠቓለለ ምዃኑ ንሕብር። ሰናይ ምክትታል ንምነየልኩም። እዚ ሬድዮ ኣዳል እዩ።
ኤርትራዊ ሃገራውነት ማለት እምበኣር ንህዝቢ ኤርትራ ምፍቃር ማለት እዩ ካብ ራስ ካሳር ክሳብ ራስ ዱሜራ ካብ ደሴታትን ደንደስ ቀይሕ ባሕርን ክሳብ ዶባትና ምስ ኢትዮጵያ ንዘሎ ኩሉ ህዝብና ንክርስትያኑ ነስላማዩ ንመታሕቱ ንከበሳኡ ምፍቃር ማለት እዩ። ንኹሉ እዚ ህዝቢ እዚ ዘየፍቅር ሰብ ኤርትራዊ ሃገራዊየ ክብል ኣይግብኦን። ምርዔካ ትም ወምሰማዕካ ትም ምንትን ሃገ ኣቡካ እለክም።
ዝኸበርክንን ዝኸበርኩምን ሰማዕቲ! እምበኣር እዚ ኩሉ ክረኣ ከሎ ካብ ብረታዊ ገድሊ ጀሚርካ ወያኔን ህዝባዊ ግንባር ኣብ ሕማቆም ከምዘይወዓሉ ይበርህ። ህዝባዊ ግንባር ንኢህወደግ ወይ ንወያኔ ብጥልመት ክኸስዎም ኣየጥዕመሎምን እዩ። እቲ ተቓዋሚ ኤርትራዊ ውድባት እኳ ወያኔ ምስ ግንባር ኮይኖም ኣብ ዝሓለፈ ታሪኽ ወጺዖምና እዮም እንተበለ ኣየኽፍኣሉን እዩ። እዚ ንዝሓለፈ ማለት ንታሪኽ ብዝርእ እየ ዝጠቕሶ ዘለኹ እምበር፣ እቲ ዘገድስሲ ንቕድሚት ገጽካ ምጥማት እዩ። ነዚ ነጥቢ እዚ ቁሩብ ጽንሕ ኢለ ክምልሶ እየ። እቲ ወያኔ ንኤርትራ ክሕዝዋ እዮም ዝደልዩ፣ ንህዝቢ ኤርትራ ከጸንትዎ እዮም ዝደልዩ፣ ኤርትራ መሬታ እምበር ህዝባ ኣየድለናን እዮም ዝብሉ፣ እዚታት ኩሉ ዓጀውጀው እመስለኒ ኣነ። ኤርትራ ንክትፍለ፣ ነጻ ክትከውን ተሓባቢሮማስ መሊሶም ከኣ ክሕዝዋ ፈጺሙ ዘይመስል እዩ። እቲ ታሪኽ ጠቀስ ተባሂሉ ንሃጸይ ዮሃንስ ንራስ ኣሉላ እናረቋሕኳ፣ መኳንንቲ ትግራይ ይኹኑ ተጋሩ ብሓበራ ጠላማት እዮም ዝብል መናፍሕ ብትሕዝትኡ መሃይም እኳ እንተዘይተባህለ ኣፍልጦ ኾነ ልቦና ዘይብሉ እዩ ዝጥዕም። ብመንፈሱ ኸዓ ፈፂሙ ፅዩፍን ዘይሓላፍነታውን እዩ። ታሪኽን ፖለቲካዊ ስነ ሕብረተሰብን ከምዘረደኣና መኳንንቲ ትግራይን መኳንንቲ ኸበሳ ኤርትራን ብግብረገባዊ መትከላት ኮነ በገባብ ፖለቲካዊ ቃልሲ ሓደ እዮም ዝነበሩ። ባህሎም ሓደ እዩ ነይሩ። ተጋሩ ኸምዚ እዮም ነይሮም ንሕና ኸዓ ኸምዚ ኢና ነይርና ዘብል ፍልልያት ኣይነበረን። ምዃኑ እኳ ህዝባዊ ግንባር ንሓቀኛ ታሪኽ ብዝምልከት ብርቱዕ ጸገማት ኣለዎም። ነቲ ናይ ህዝባዊ ግንባር ኣቃራርባ ታሪኽ እናኹምስዑ ዝዓብዩ ዘለዉ ቆልዑን መንእሰያትን ክሳብ ክንደይ ይዘባርቑን ይጉድኡን ምህላዎም ንምግማቱ ኣዝዩ ዘፍርሕ እዩ። ንኣብነት፣ ኣልኣሚን መሓመድ ስዒድ ብዛዕባ ሃጸይ ዮሃንስን ምትእትታው ጣልያንን ኣብ ኤርትራ ክዛረብ ከሎ፣ ዋላ እኳ ጣልያን ንመግዛእታዊ ጥቕሞም እዮም መጺኦም እንተበለ፣ ምምጽኦምስ ብውድዕነት ጠቒሙና እዩ፣ ካብ ጎበጣ ሃጸይ ዮሃንስ ኣድሒኑና እዩ ብማለት ብጣልያን ብምግዛእና ዕድል ጌርና ኢና ዝብል ዘሎ እዩ ዝጥዕም። እቲ ዓርበርብዕዶ በለስዶ እናበልካ ንሽቕለት ዘቆናጽብ ብድዐ ነቱ ባህሊ እዩ ዘንዕቆ፣ ኣፋፍኖት ናይ ጭዋነት ዘይብሉ ሕሱር ባህሊ እዩ ዘንጸባርቕ። ተጋሩ ናይ መንነት ጸገም ኣይደንቲቲ ክራይስስ ኣለዎም፣ ንነብሶም ከም ካልኣይ ዜጋ ናይ ኢትዮጵያ ይርእዩዋ፣ ንሕና ኤርትራውያን ከኣ መንነታዊ ሓበን ኣሎና ዝብል ኣዘራርባ ዘስደምም እዩ። ንሕና ኤርትራውያን ንተጋሩ መንነታዊ ሓበን ምሂርናዮም ምባል ቅጥዒ ዝሰኣኖ ዕቡይነት እዩ። ደሓር ከኣ ብባዕዳዊ መግዛእቲ ተቖሪንና ባህርያዊ ዝኾነ መስርሕ ምዕባለና ዝተኾለፍና ንሕና ዶ ኣይኮናን? ብሰንኪ ኣውሮጳዊ መግዛእቲ ታሪኻውን ባህላውን መንነታውን ስምዒትና ተናዊጹ እኮ እዩ። ህዝባዊ ግንባር ዶ ከይኮኑ ባህላውን ታሪኻውን ዓውደ ኣዋርሕና ገዲፎም ናይ ፈረንጂ ካለንደር ሒዞም ዘለዉ? ኤርትራውያን ተገልቢጥና ትግራዎት ዶ ኣምሓሩ ናይ መንነት ቅልውላው ኣለዎም ክንብል ኣየጥዕመልናን እዩ። ተጋሩ ንነብሶም ከም ካልኣይ ዜጋ ሪኡዋ ዝብል ነጥቢ ከኣ ዋላውን ክርድኣኒ ኣይክእልን። ካልኣይ ዜጋና ኢሎም ተቐቢሎም እንተዝኾኑ ደኣ ኣብ ኢትዮጵያ መንግስታዊ ስልጣን ንምጭባጥ ተመጣጢሮም? ወያነ ሳላ ህዝባዊ ግንባር እዮም ኣብ ዝበጽሖም ዝብል ኣዘራርባ ሓደ ጎናዊ እዩ። እቲ ሓቂ ክልቲኦም ኣብዚ ዝበጽሑ እናተሓጋገዙ ምዃኖም እዩ። ወያኔ ንዝገበሩልካ ረሲዕካ ብሳላና ኣብዚ በጺሖም ጥራይ ምባል ጽዩፍ ናይ ሽጣራ ባህሊ ዘንጸባርቕ። እቲ ወያኔ ኣብ ዓ ዓሰርተ ዓመት ይጽለሉ እዮም ዝብል ዘረባ ኣልኣሚን ብዙሕ ኣይገርመናን እዩ። በረኣእያ መራሕቲ ህዝባዊ ግንባር ኣብ ዞባና ንጥቕሚ ህዝባዊ ግንባር ዘየገልግል፣ ፍቓድ ህዝባዊ ግንባር ዘይመልእ ዘበለ ኩሉ ገለ ኣበር ኣለዎ፣ ወይ ጽላለ ወይ ካልእ መንቀብ ኣለዎ። ስለዚ ኢህወደግ ንጥቕሚ ህዝባዊ ግንባር ምግልጋል ክኣብዩ ከለዉ ጽሉላት እበሃሉ። በረኣእያ ኤርትራውያን ተቓወምቲ እኳ ጽላለ ፖለቲካዊ ጽላለ ብወገን ህዝባዊ ግንባር እዩ ዘሎ። ወያኔ እኳ ብባህላል ኣሚን ኣብ ዓሰርተ ዓመት ሓንሳብ እዮም ዝጽለሉ። መራሕቲ ህዝባዊ ግንባር ግን ኩሉ ግዜ ምስ ተጸለሉ፣ ክጅምሩ ከለዉ ምስ ተጸለሉ እዮም፣ ሒሽዎም እኳ ኣይፈልጥን። እዚ ክጠቕሶ ዝጸናሕኩ ዘረባታት ገለ ካብቲ ብወገን ህዝባዊ ግንባር ንመንግስቲ ኢህወደግ ንምክፋእ ብህዝቢ ኤርትራ ከም ዝጽላእን ከም ዝፍራሕን ንምግባር ዝዝርጋሕ መናፍሓት እዩ። በንጻሩ ከኣ እምበኣር ብዛዕባ እታ ህዝባዊ ግንባር ዝቆጻጸርዋ ኤርትራ እቲ ዝሰግደሎም ኤርትራውን መራሕትን ካድራትን ህዝባዊ ግንባር ዝፍንውዎ ናይ ትምክሕትን ብዳእን ዘረባታት ኣሎ። ገለ ካብኡ እስከ ንርኤ። ኣብ ሓደ ካብቲ ናይ ኣስመራ ጋዜጣታት እንቋዕ ኤርትራዊ ኮይነ ተፈጠርኩ ዝብል ጽሑፍ ርእየ። ነዚ መበሊኡ እቲ ጸሓፋይ ብዙሕ ምኽንያታት ይድርድር። ገለ ካብኡ ህዝቢ ኤርትራ ንምውርዛይ ዘይኮነ ንዕላማ ዝሰርሕ ህዝቢ ስለ ዝኾነ፣ ትርጉም ናጽነት ባንዴራ ምስቃል ጥራይ ዘይኮነስ ጉዳይካ ባዕልኻ ምውሳን ምዃኑ ኣረጋጊጹ ዝፈልጥ ህዝቢ ስለ ዝኾነ፣ ብናይ ተጻባእቱ ውዲት ዘይምብርካኽ ንሰላምን ንኩናትን ከከም ዝግብኦም ዝቓኒ ስነ ጥበባዊ ስለ ዝኾነ፣ ሃይማኖት፣ ብሄር፣ ጾታ ኣይፈለየ ብሓደ ልቢ ሰላም ዘዝመየ ህዝቢ ስለ ዝኾነ ዝብሉ ይርከቦ። እዚ ብዛዕባ ባህሪ ህዝቢ ኤርትራ ዝተጻሕፈ እንተወ ሓደ ዓቢ ኣጋንኖ እዩ። ግን ኣብቲ ጋዜጣታት ናይ ህዝባዊ ግንባር ንሕና ኤርትራውያን ናይ ምግናን ባህሊ የብልናን ዝብል ኣዘራርባ ከኣ ንርኢ። ገለ ኣዘራርባ ግን ምግናን ጥራይ ዘይኮነ ዶምበር ጥዕና ኣለዎም መራሕቲ ህዝባዊ ግንባር ዘብል እዩ። ንኣብነት ኣብ ጋዜጣ ሓዳስ ኤርትራ ናይ ሽዱሽተ ጥቅምቲ ሽሕን ትሽዓተ ሚእትን ተስዓን ሸሞንተን ሓደ ኣብ ግዜ ብረታዊ ገድሊ ዝተዘርበ'ዩ ተባሂሉ ዝተጻሕፈ ነገር ኣሎ። ሓደ ኣቦ ኣብ ሜዳ ይበጽሑ ኣብ ዝነበሩሉ ሓደ እዋን ንተጋደልቱ ይሓትዎም እታ ሕቶ፣ ነዚ ኤርትራዊ ህዝቢ ንኹሎም ጸላእቱ ኣብ ታሪኽ ሕፍረት ኣጎልቢቡ ዝመለሰ በየናይ ቃል ትገልጽዎ ትብል ነይራ። ነዛ ሕቶ ንምምላሽ እቶም ተጋደልቲ ንኤርትራዊ ዝገልጽ ቃል እዚ'ዩ ኢሎም ዝተፈላለየ ቅጽላት ረቝሖም። ካብቲ ዝተጠቕሰ ንኤርትራዊ ዝገልጽ ቅጽላት እዚ ዝስዕብ ነይሩ፣ ሓቀኛ፣ ጽኑዕ፣ ውፉይ፣ ሓርበኛ፣ ሃገራዊ፣ መትከላዊ፣ ጸዋር፣ ጅግና፣ ተባዕ፣ ቆራጽ፣ ወዘተረፈ። ኮታ ንትብዓትን ጅግንነትን ወዲ ሰብ ዝገልጽ ኣሎ ዝበሃል ቃላት ተደርደረ ይብል እቲ ጽሑፍ። ብምቕጻል እቲ ጽሑፍ እንታይ ይብል፣ እቶም ኣቦ ግን ብዋላ ሓደ ካብኡ ኣይዓገቡን። ኣብ መወዳእትኡ ከኣ ነታ ሕቶ ባዕሎም ክምልሱዋ መረጹ። ነዚ ዝስዕብ መልሲ ከኣ ሃቡ፣ ቃል ብቓሉ። እዚ ዝበልኩሞ ኩሉ ሓቂ እዩ። ኣካል ናይቲ ኤርትራዊ ባህሊ፣ ያታን ታሪኽን ምዃኑ ምሳኹም እሰማማዕ እየ። ግን ምሉእ ብምሉኡ ናይ ህዝቢ ኤርትራ መግለጺ ክኸውን ኣይክእልን እዩ። ኣብ ዓለም ዘሎ መዝገበ ቃላት ፈቲሽካ ውን ንኤርትራዊ ዜጋ ክገልጾ ዝኽእል ቃል ፈጺሙ ዝርከብ ኣይመስለንን። ንኤርትራዊ ዝገልጽ ቃል እምበኣር ካልእ ኣይኮነ ካል ባዕላ እታ ኤርትራዊ ትብል ቃል ጥራይ እያ። እዛ ቃል እዚኣ ንኹሉ እቲ ዝበልኩሞን ካልእ መግለጺታትን ጠቕሊላ ዝሓዘት ስለ ዝኾነት ንኤርትራዊ ካብ ኤርትራዊ ሓሊፍካ ካልእ መግለጺ ክትረኽበሉ ኣይከኣልን እዩ። ቅያታቱ ጽንዓቱ፣ ሓቀኛነቱ፣ ትብዓቱ መዋዳድርቲ ስለ ዘይብሉ ንዕኡ ብልክዕ እትገልጽ ቃል ንሳ ጥራይ እያ ኤርትራዊ በሉ። ዝገርም እዩ። ሓቀኛ ውሒዱስ ጽኑዕ፣ ውፉይ፣ ሓርበኛ፣ ሃገራዊ፣ መትከላዊ፣ ጸዋር፣ ጅግና፣ ተባዕ፣ ቆራጽ እዚ ኩሉ ብሉጽ ቅጽላት ውሒዱስ ድምር ናቱ ዝኾነ ጽሬትን ክብርን ዘመልክት ንኢሱስ ንኤርትራዊ ዝገልጽ ቃል ኣብ ዓለም ምሉእ ዘሎ መዝገበ ቃላት ተሳኢኑ። ስለዚ ኤርትራ ትብል ቃል ንገዛእ ርእሳ ከም ቅጽል እውን ተዘውቲራ ነቲ ናይ ኤርትራ ሰብ ትገልጾ ማለት እዩ። እዚ ናይ ጥዕና ኣይኮነን። እዚ ካብቲ ንሕና ኢና ልዕሊ ኩሉ ዝብል ናይ ፋሽስታዊ ስርዓታት መሰረት ዝኾነ ኣተሓሳስባ ኣይፍለን እዩ። ነዚ ባህላ ዝመሳሰል ትሕዝቶ ዘለዎ ካልእ ዛንታ ኣብ ናይ ዓሰርተ ሸውዓተ መስከረም ሽሕን ትሽዓተ ሚእትን ተስዓን ሸሞንተን ሓዳስ ኤርትራ፣ ኣጋጢሙኒ ነዚኣ ውን ከም ዘላታ ክጠቕሳ እየ እዚ ዛንታ ዝኾነ ከምቲ ሓዳስ ኤርትራ ትብሎ ኣብ ሃገር ሽወደን በሽሕን ትሽዓተምትን ተስዓን ሓሙሽተን ዓመተ ምህረት እዩ እቲ ኣጋጣሚ ሓደ ዓውደ መጽናዕቲ እዩ ኔሩ ካብ ሳልሳይ ዓለም ሃገራት እንኮላይ ካብ ኤርትራ ዝተሳተፍዎ ኔሩ ነቶም ጋዜጠኛታት ሳልሳይ ዓለም ሓደ ሕቶ ቀሪብሎም እቲ ሕቶ እቲ ቀንዲ ሃብቲ ሃገርኩም እንታይ ከም ዝኾነ ምገለጽኩምልና ዶ ዝብል ኔሩ ኩሎም ቶም ካልኦት ዝተፈላለየ ነገራዊ ሃብቲ ረቑሖም ቆርበት ቡን፣ ካካዎ፣ ሩዝ፣ ጤለበጊዕ፣ ኣስራዚ፣ ወርቂ ወዘተረፈ። እታ ኣብኡ ዝተኻፈለት ኤርትራዊት ጋዜጠኛ ግን ፍልይ ዝበለ መልሲ ሂባ። ንመልሳን ንርእይቶ ሰማዕታን ሓዳስ ኤርትራ ብኸምዚ ትገልጾ። እታ ኤርትራዊት ጋዜጠኛ ቀንዲ ሃብትና ዓቕሚ ሰብና'ዩ በለት። ዘረባኣ ዝደንጽዎም ብዙሓት ወዲ ሰብከ ከም ቀንዲ ሃብቲ ካብ ብመዓስ ይጽብጸብ ካብ ዝብል ሓሳብ ግዲ ኮይኑ ሓጺር ሰሓቕ ድሕሪ ምስሓቕ ከመይ ማለትኪ'ዩ ክብሉ ተወከስዋ። ንሳ ህዝብና ተሪር ሓድነትን ምትእምማንን ዘለዎ፣ ጽግዕተኛነትን ተመጽዋትነትን ዝነጽግ፣ ብጽፍሩ ክነብር ዝመርጽ፣ ናይ ገዛእ ርእሱ ራእይ ዘለዎ፣ ንዘለዎ ይውሓድ ይብዛሕ ባህርያዊ ሃብቲ ብግቡእ ክጥቀመሉ ዝውጥንን ዘተግብርን ስለዝኾነ እንምከሓሉ ሃብትና'ዩ። ብዘይካ እዚ ዝተጠቕሰ ዕቑር ሃብቲ እዚ ዋላ እውን ሉልን በንዚንን ይሃሉ ብላሽ እዩ ምስ በለቶም ሓቅኺ ዘስመዐ ነጎድጓድ ጣቕዒት ነቲ ገዛ ነቕነቖ። ድሕሪ ምባል እቲ ናይ ሓዳስ ኤርትራ ዓንቀጽ መናፍሑ ብምቕጻል ቃል ብቓሉ ከምዚ ዝስዕብ ይብል። ከምቲ ሓመድ ዝብል ሓፈሻዊ ስያሜ ጠቒስና ዋላኻ ጸባርያ ምሩጽ ሓመድ ብምባል ፈላሊና እንዝርዝሮ ካብ ኣህዛብ እውን ንፉዕ ህዝቢ፣ ምዑት ህዝቢ፣ ጻዕረኛ፣ ሓሪሽ ዝኾነ ህዝቢ ክንብል ጸኒሕና። በንጻሩ ብምጽወታ ዝነብር ተንኮለኛ ድሑር እናበልና ንፈላሊ። ህዝቢ ኤርትራ ከኣ ብብዙሓት መስተውዓልቲ ተስፋ ቀርኒ ኣፍሪቃ ዝተሰየመ ብባህሉን መንነቱን ተግባራቱን ዝሕፈር ንፉዕ ህዝቢ ምዃኑ ውዳሰ ዘይኮነ ግብራዊ ሓቂ'ዩ ይብል። ህዝብኻ ምንኣድን ምትብባዕን ልሙድ'ዩ። ምሒር ቅጥዒ ብዝሰኣነ ቃላት ንሕና ኤርትራውያን ዝወጸና የብልናን ዘስምዕ ኣበሃህላ ግን ሓሶት ጥራይ ከይኮነ የገምተካን የንዕቐካን'ዩ። ኣዝዩ ሓደገኛ ከኣ እዩ። ሓደገኛነቱ ዛጊት ብጭቡጥ ንርእዮ ኣለና። ንሕና ኢና ተስፋ ቀርኒ ኣፍሪቃ እንተልካ እኮ ነቲ ካልእ ህዝቢ ቀርኒ ኣፍሪቃ ትሕቴኻ ክትቆጽሮ ጀሚርካ ኣለኻ ማለት እዩ። ብተወሳኺ እቲ ብዛዕባ ህዝብና ተጸፍጺፉ ዘሎ ዘይተኣደነ ናይ ብልጫ ቅጽላት ሓቅነቱ ክሳብ ክንደይ ምዃኑ ባዕልና ንፈልጦ ኢና መስለኒ። እዚ ኣንፈታት ፋሽስትነት ዘንጸባርቕ ኣበሃህላ፣ ነተሓሳስባ ህዝቢ ኤርትራ ዝውክል ኣይኮነን። እዚ ከም ዘለዎ ንብደዐን ስሱዕ መንፈስን መራሕቲ ህዝባዊ ግንባር እዩ ዘንጸባርቕ። ካብ ከምዚ ዝዓይነቱ ናይ ብደዐ መንፈስ ተበጊሶም እዮም መራሕቲ ህዝባዊ ግንባር ፈጺሙ ምስ ኩነታትን ትሕዝቶን ኤርትራ ዘይከይድ ፖሊሲ ክትግብሩ ፈቲኖም ንህዝብና ዝሃስይዎ ዘለዉ። ንኣብነት ብተደጋጋሚ ኤርትራ ከም ኮርያን ካልኦት ኣናብር እስያን ክትከውን እያ እናበሉ ክንደይ ተጃሂሮም እዮም። ብፍላይ ሲንጋፖር እሞ ኸኣ ክንደይ ግዜ ዘይተረኹዐት። ህዝባዊ ግንባር ኩነታትና ንኩነታት ሲንጋፖር ዝመሳሰል እዩ እናበሉ ክንደይ ሃተፍተፍ ኢሎም እዮም። እንሆ ሕጂ ዝደንጽዎም ተዓዘብቲ ድኻ ቀርኒ ኣፍሪቃ ዘምሪ ብምባል ንናይ ህዝባዊ ግንባር ኤርትራ ይሕጭጩላ። ኢትዮጵያዊ ምሁር ዶክተር ያቆብ ሃይለማርያም ኣብዚ ቀረባ እዋን ኣብ ዝጸሓፎ ዓንቀጽ ኤርትራ ስለ ራሷ የተጋነነ ግምት ያላት ጉረኛ ሃገር ናት፣ ኤርትራ ብዛዕባ ነብሳ ዝተጋነነ ግምት ዘለዋ ጃህራም ዓዲ'ያ ክብል ገሊጹና። ሓቁ እዩ ዶክቶር ያቆብ ሕራይ ኣብ ክንዲ ኤርትራ ዝብል መንግስቲ ህዝባዊ ግንባር እንተዝብል ምሐሸ ነይሩ እንታይ እሞ ክንብል ብሰንኪ ህዝባዊ ግንባር ዓዲ ሙሉ ይጽረፍ እንሆ ካልኦት ምሁራት ውን ንኣብነት መድሃኔ ታደሰ ነዚታት ብዝርኢ ትዕዝብትታቶም ገሊጾም እዮም መራሕቲ ህዝባዊ ግንባርን ተሓባበርቶም ዝኾኑ ፈላጣትን ጉጉይ ዝኾነ ርእሰ ግምት ሰልፍ ኢመጅ ከምዘለዎም ኣብ ኤርትራዊ ፍሉይነት፣ Eritrean Exceptionalism፣ ዝጥዕም ኣተሓሳስባ ዝተመስረተ ፖሊሲ ከም እተኸተሉን እዚ ኸኣ ንኤርትራ ክጎድኣ ምዃኑ ይእምቱ። እቲ ንኤርትራ ምስ ሲንጋፖር ዘመሳስል ጃህራ ኣብነት ናይዚ እዩ። ኣቐድም ኣቢለ ከም ዘልክዎ ኢዚ ውልዶ ብዱዕ መንፈስ መራሕቲ ህዝባዊ ግንባር እምበር ናይ ህዝብና እምነት ወይ ኣረኣእያ ኣይኮነን። እኳ ደኣ እዚ ሲንጋፖር ሲንጋፖር ዝብል ጃህራ ንኩነታት ናብራ ህዝብና ኣብ ግምት ዘየእተወ ዘይሓላፍነታዊ ዓጀውጀው ምዃኑ

ክቡራትን ክቡራንን ሰማዕትና ንሓደ ሰዓት ዝኣክል ብኽልቲኡ ቋንቋታት ዓረብኛን ትግርኛን ዘዳለናልኩም መደባት ኣብዚ ይድምድም። ክሳብ ዝመጽእ ዘሎ ቀዳም ንራኸብ ብሰላም ቀንዩ። ርእይቶኹምን ሓሳባትኩምን በዚ ዝስዕብ ኢመይል ክትልእኹልና ዓቢ ሃንቀውታ ኣለና። ራድዮ ኣዳል ኣት ጊመይል ዶት ኮም እዚ ነጻ ሬድዮ ኣዳል እዩ።